መስቀል ናይ መድሓኒና ኢየሱስ ክርስቶስ እውን ኣብ ናይ ቀራንዮ ጎቦ እዩ ተሰቒሉ። ኣብ በሪኽ ቦታ እዩ ተሰቒሉ ነይሩ። ስለዚ እቲ ኩሉ ኣድላይ ዝኾነ ቁምነገር ዘለዎ ዝኾነ ኣብ በሪኽ ቦታ ከም ዝኸውን ንሃገር ዝሕሉ ዋርድያ ኮን ካልእ እውን ኣብ በሪኽ ቦታ ከም ዝኸውን ካህን እውን ክምህር ከሎ ኣብ በሪኽ ቦታ ከም ዝኸውን መድሓኒና ኢየሱስ ክርስቶስ ባዕሉ ክምህር ከሎ ኣብታ ጃልባ ደይቡሲ ፍንትት እስከ ብልዋ ካብዞም ሰብ ኢሉ ነታ ጃልባ ኣብቲ ፍንትት ኣቢሉ ኣብታ ጃልባ ደይብ ኢዩ ዝምህር ዝነበረ ስለዚ እቲ በሪኽ ካብ ጥንቲ ኣትሒዙ መስዋእቲ ዝዓርገሉን በዓል ኣብርሃም ውን ኣብቲ ዝበረኸ ቦታ ኣብ ኢየሩሳሌም ሕጂ በረኻ ከሎ ናብኡ መጺኦም ኢዮም ዝሰውኡ ስለዚ እቲ በሪኽ ቦታ ናይ እግዚኣብሄር ክብሪ ዝገልጽ ስለ ዝኾነ ቤተ ክርስትያን ይኹን ቤተ መስዋእቲ ይኹን ቤተ መንግስቲ ይኹን ኣብ በሪኽ ቦታ ክስራሕ ግቡእ እዩ። እሞ ስለምንታይ ኣብ መስከረም ይወዓል? እዚ ዓቢ በዓል ናይ መስቀል ሕጂ ድሕሪ ኣብ መስከረም እዩ ዝወዓል። እወ
እወ እዚ ኸኣ መምጽኢ ኣለዎ እንዶ መድሓኒና የሱስ ክርስቶስ ምስ ተሰቕለ ምስ መተ ምስ ተቐብረ ካብ መቓብር ተስኡ ንሰማይ ምስ ዓረገ እቲ ኩሉ ስብከታት ምስ በዝሐ ናብቲ ዓለም እቲ መስቀል ጎይታ ተሰቒልሉ ዝነበረ ከም ማንም ዕንጨት ተደርብዩ ስለ ዝነበረ ናብቲ ቦታ ሕሙማት ከይዶም ኣብኡ ክፍወሱ ጀሚሩ እቲ መስቀል ተተሳገርዎስ ይፍውሶም ኔሩ ስጋዕ ሙታን ምትሳእ ጀሚሩ ሕጂ እዚ ጠንቂ እዚ ድኣ መሊሹ እንድዩ ሕንዚ ክውዕለና ኢሎም ቤት ኣይሁድ እንታይ ጌሮም ነዚ መስቀል እዚ ኣኪቦም ምስቶም ናይ ክልተ ከተርት ምስኡ ተሰቅሉ ኣኪቦም ኣብ ጉድጓድ ኣብዚ ሕጂ ቀራንዮ ዝብሃል ኣብ ጉድጓድ ኣብ ውሽጢ ኣእትዮም ቀቢሮም እቲ ሙሉእ ከተማ ኢየሩሳሌም ኣብኡ ከም ዝጓሓፍ ጌሮሞ ከይፍለጥ ክጠፍእ ምእንቲ ክርሳዕ ኣብኡ ጓሓፍ እንዳተገብሮ እንዳተገብሮ ዘይተኣደነ ኩምራ ኮይኑ ከምዚ ኣብ ቤት ገርግሽ ዘለዋ ናይ ዓድና ናይ እንዳ ጓሓፍ ንባሓር ገጹ ሰቲ ኮይኑ እምበር ኮሱ ኣብ ሃገር ይምመልኦ እየ ነዞም ቁልቁል ስለ ዝኸይድ እምበር ሕጂ እንዳ እንዳ ጓሓፉ እንዳ ጓሓፉ እንዳ ጓሓፉ ሓደ ዓቢ ጎቦ ኮይኑ ነበረ ስለ ንሰለስተ ሚእቲ ዓመት ዝኣክል ኣብኡ ጉሒፎም እዮም ስለዚ ነዚ መስቀል እዚ መስቀል ናይ ጎይታ ኢየሱስ ክርስቶስ ጠፊኡሎ ተባሂሉ ንግስቲ ኢሌነ ትበሃል ኣብ ናይ ዓዲ ጥልያን መንግስቲ ኣብቲ ናይ ሮም መንግስቲ ዝነበረት ኣትያ ዝነበረት ንወዳ ኣነስ ድቃስ ዝኸልኣኒ ነገር ኣሎሞ ክትገብረለይ ይልምነካ ኣሎኹ ኢላቶ እምነት ኣይነበሮን ንሱ ብዛዕባ ክርስትና ኣይነበሮን እንታይ ኢልዋ ከምዚ መስቀል ናይ ጎይታ ኢየሱስ ክርስቶስ ጠፊኡሎሞ ንዕኡ ደልየ ክረኽቦ ብእኡ ክትከብር ክትሕሊ ኢኻ፣ ንስኻ ውን መንግስትኻ ክጸንዕ እዩ ስለ ዝበለቶ፣ ሐራይ በሊ ኢሉ ወታደራት ሂቡ ንኢየሩሳሌም ሰይድዋ። ኣብ ምድሪ እስራኤል ምስ ሰደዳ ናብ ኢየሩሳሌም ኣትያ ብዛዕባ እቲ መስቀል ንግስቲ ስለ ዝኾነት ብዙሕ ሰራዊት ከቢብዋ መኸይድ ስለ ዝነበረ ብዛዕባ እቲ መስቀል ክትሓትት ከላ ከይነግሩ ተመሓሒሎም ስለ ዝነበሩ ኣይሁድ ከይሕብሩ በል እንተለት ብዙሕ ጻዕሪ ኣካይዳ መጨረሽትኡ ሓደ ዓቢ ሰብኣይ ሒዛ እሱ ሽሙ ኪርያኮስ ዝብሃል ዓቢ ሰብኣይ ወዲ እስራኤል እዩ በጃኻ መስቀል ጎይታ ኢየሱስ ክርስቶስ ዝተሰቕለሉ ኢየሱስ ናዝራዊ ዝተሰቕለሉስ ኣበይ ከም ዘሎ ክትሕብረኒ እየ ደልየ ትብሎ ኣይፈልጥን እየ ኢልዋ ንኑ እስኻ ዘይትፈልጦ ክህሉ ይክእልን እዩ እንተለቶ ዋእ እሞ ክጠፍእ ኣነ ከምኡ ተሓጊረሲ ህዝቢ እስራኤል ብእምን ወጋር ከጥፈኣኒ እዩ ነብሰይ ንዓሌተይኒ ብምባል ምስኣ ተዘራረበ ደሓር ንሳ ቃል ኣትያትሉ ሓንቲ ተኮኒካ በጃካ ንገረኒ ጥራይ በሊ ምልክት ባዕሉ ክህበኪ እዩ ዕንጨይቲ ኣኪብኪ ኣብዚ ቦታ እዚ ኣንድድዮ እሞ ዕጣን ግበርሉ ምልክት ክበኪ እዩ ናይ እስራኤል ባህሊ ከምኡ ስለ ዘለና መስዋእቲ ከም ገርና ንሰማይ እንድሕር ዐሪግና በቲ ትኪ ምልክት ህበና እዩ ስለ ዝበላ ነቲ ህዝቢ ናብኡ ክመጽእ ዓዲማቶ ብዙሕ ህዝቢ ስለ ዝዓደመት በውራጃን በውራጃን ብወረዳን ተዓዲሙ እቲ ሰብ መጽእ ስለ ዝነበረ ሓሓደ ዕንጭየት ክማላእ ኣዚዛቶ ከምዚ ንዳሜር ኣብ ኣስመራ ነምጽኦ ቋልቋል ንቑጽ ገለ ከምኡ ኩሉ ሰብ እቲ ሓሓንቲ ተሰኪሙ ክመጽእ ኣዚዛቶ መመጺኡ ናብታ ቦታ ደርብያ ኔሩ ኩሉ ሰብ ምስ ተኣከበ ሽዑ እምበኣረይ ሕጂ ከምቲ ዝበልናዮ ንግበር ኢሎም ሓዊ እትዮምሉ ነቲ ዳሜራ ሕጂ ዳሜራ ማለት እንታይ እዩ እቲ ዕንጨት ደምጽዎ ሓደ ሓደ ተኣኪቡ እንታይ ይባሃል ተደሚሩ ኦኬ። እቲ ዳሜራ ማለት ተደመረ ማለት እዩ። እቲ ኩሉ ደምጽዎ ዕንጨት ኣብ ሓደ ኣኪብካ ደሚርካ ሓዊ ተእትወሉ። ኣብ ርእሲ ዕጣን ተእትወሉ። ሕጂ ዳሜራ ማለትሲ ዝተደመረ እዩ። ብዙሕ ዕንጨትን ሓውን ኣብ ሓደ ኣኪብካ ኣምጺእኻ ከምዛ ኣብ ዓድና ንገብራ። ሽዑ ናብኡ ዕጣን ስለ ዘእተውሉ እቲ ዕጣን እቲ ትኪ ናይቲ ሓዊ ንላዕሊ ምስ ወጸ መልሹ እንታይ ገይሩ ትክስ ንላዕል ገጹ ይትከድ እምበር ንታሕቲ ገጹ ይምለስኒ እግዚኣብሔር ክሕብር ስለ ዝደለየ ግን እቲ ትኪ ተመሊሱ ኣብቲ መስቀል ተቅቢሩ ዘሎ ኣብኡ ሃርም ነይሩ እቲ ትኪ ንላዕል ወጺኡሲ መልሹ ናብኡ ሰግዱ ነይሩ ኣብቲ ዘለዎ እምበኣር እዚ ምልክት ካብ ሃበ ንዕኡ ንኩዓቶ ኢሎም ሽዑ ኩዒቶም ልዕሊ ዓመት ወሲድሎም እዩ እቲ ምኹዓት። ኩዒቶም ኩዒቶም ኩዒቶም ኩዒቶም ታሕቲ ምስ ረኸብዎ እዮ ሰለስተ መስቀል ረኺቦም። እዚ ሰለስተ መስቀል ኣየናይ ናይ ኢየሱስ ኣየናይ ናይቶም ሼፋቱ ስለ ክፈልጥዎ ክፈልይዎ ስለ ዘይከኣሉ ነቲ መስቀል ኣብ ምንታይ ኣቐሚጦሞ ኣብ ሬሳታት ናይ ሰብ ኣብ ናይ ዝሞተ ሬሳ እቲ ሓደ ተቐመጥሉ ነቲ ሬሳ ክትሳ ኣይከኣለን። እቲ ሓደ ዝተቐመጠሉ እውን ክትስኣይ ኢኻ። መስቀል ናይ የሱስ ክርስቶስ ምስ ተቐመጠሉ ግን ብድድ ኢሉ መስቀል ሓይልና እዩ፣ መስቀል ጽዕናትና እዩ፣ መስቀል መድሓኒትና ነብስና እዩ ብምባል መስኪሩ መስቀል የሱስ ምዃኑ በዚ ተፈልጠ ሽዕት መስቀል የሱስ። ነዚ መስቀል ኢየሱስ መዓስ ወጺኡ ብዓሰርተ መጋቢት ካብቲ ተዃዒትዎ ዝነበረ ቦታ ወጺኡ። ዓሰርተ መጋቢት ረኤ። ወርሒ ሰለስተ ማለት እዩ በዚ ናይ ኤውሮጳ ብ ዓሰርተ መጋቢት ኣብ ወርሒ ኣርባዕተ ደኾን ዘሎ ወርሒ ሰለስተ ስለ ዝወጸ ሕጂ እቲ መስቀል ሽዑ ይወጽእ እዩ መስቀል ሽዑ ተረኺቡ ሽዑ ንወዳ ንንጉስ ኮስተንጢኖስ ነጊራቶ መስቀል ተረኺቡ ረኺበዮ በቃ ብርሃን ኣብሪህልና ብምባል ኣብቲ ግዜ እቲ እዚ መስቀል ተ ጥራይ ዘይኮነሲ እቲ ዝርእዮ ዝነበረ ጸእማን ነጸብራቕ ሽዑ ሽዱሽተ ሸሞንተ ትኾን ጨናፍር ዘለዎ ከምዚ ኣሳራርሓ ናይ መስቀልና ዘሎ ሎሚ ምስ ጨናፍሩ ከም መብራህቲ ዘብርህ ኮይኑ ተረኽበ ሽዑ። ኣብ ሰንኩ እዩ ናህና ከምዚ ፍልይ ዝበለ። እወ እቲ ጨናፍር ዝግበሮ ዘሎ ኣብቲ ግዜ እቲ ብርሃን ካብኡ ዝወጽእሲ ከምኡ የርኢ ነይሩ። ሕጂ ነዚ መስቀል እዚ ምስ ተረኽበ። ናብ ወዳ ምስ ለኣኸት፣ ሕራይ ጽቡቕ እምበኣረይ፣ ሒዝኩሞ ምጹ'ሞ ብኽብሪ ክንጽምብሎ ኢና ብምባል ብኽብሪ ንኽጽምብሎ ናብ ዓዲ ጥልያን ኣትዩ'ቲ መስቀል።
እቲ መስቐል።
መስቀል ንዓዲ ጥልያን እዩ ኣትዩ ቅድም። እሞ ሕጂ ኣበይ ኣሎ? ኣብኡ ኣሎ? ኣብ ካልእ እዩ ዘሎ ሕጂስ ተማቒሎም ኣለዉ ብዙሓት ነገስታት ታሪኽ ነዊሕ ኣለዎ ድሕሪኡ። ሕጂ ኣብዚ ግዝየ'ዚ። ዓሰርተ መስከረም ብ ዓሰርተ መጋቢት ዝወጸ ን ዓሰርተው ሸውዓተ መስከረም ጽምብል ጌሮምሉ ከምታ ሽዑ ዝገበርዋ ዳሜራ ብ ዕንጨይቲ ሆየ ከምኣ ጌሮም ከኣ ኣብርሆም ተቀቢሎሞ ሕጂ ኣብቲ ጎይታ ተሰቅለሉን እቲ መቃብር መስቀል ተቀቢርዎ ዝነበረን ኣብ ሓደ ቦታ ስለ ዘሎ ናብዚ እምበኣረይ ቤተክርስትያን ክስራሕ ኣለዎ ብምባል ቤተክርስትያን ተሰሪሑን ኣሎ ኣብ እየሩሳሌም ቤተክርስትያን ምስ ተሰርሐ እቲ መስቀል ከኣ ናብኡ ተመሊሱ
ናብ የሩሳሌም ናብ ተመልሱ እየሩሳሌም ሕጂ መዓስ ተሰሪሑ እቲ እቲ ቤተ ክርስትያን ኣብኡ ቤተ ክርስትያን ናይ መስቀል ቤተ ክርስትያን ተባሂሉ መዓስ ተሰሪሑ በዚ ሎሚ ዓሰርተ ወሽድሽተ መስከረም ብናይ ግእዝ እቲ ቤተክርስቲያን ተወዲኡ ተሰሪሑሲ እቲ ቤተክርስቲያን ተመሪቁ ተቀዲሱ እቲ መስቀል ናብኡ ተመሊሱ ሎሚ መዓልቲ ቅድም መፀምበል ገይሮምሉ ነይሮም ደሓር ከዓ መቃብር ስለተሰርሐ ስለተሃንፀ ቤተክርስቲያን ስለዝቆሞ